ሰላም ሰላም ዝኸበርኩም ኣሕዋት ከመይ ትኾኑ ሓውኹም መንግስኤ ሎማዓንቲ ከዓኒ ብካሊእ ስራሕ ብካሊእ ቪድዮ መፅኤኩም ኣለኹ ናይ ሎማዓንቲ ቪድዮና እዚ ኣብ ቅድሚት ትሪእዎ ዘለኹም ኣፕሊኬሽን እዩ እዚ ኣፕሊኬሽን እዚ በኒም ይበሃል እንታይ ጥቕሙ ከመይ ገይሩ ይሰርሕ ከሪኤኩም እየ ናይዚ ኣፕሊኬሽን እዚ ሊንክ ክገድፈልኩም እየ ኣብ ታሕቲ ኣብ ዲስክሪፕሽን ቦታ ወይ ከዓ ኣብ ፕሌይ ስቶር ኣትኹም ዳውንሎድ ክትገብርዎ ትኽእሉ ኢኹም ቀድሚ ናብ ትምህርቲ ምእታውና ሳብስክራይብ ዘይገበርኩም ሳብስክራይብ እንዳገበርኩም ቤተሰብ ናይዛ ቻነል ክትኮኑ ብትሕትና ሓተኩም ቀጥታ ናብ ትምህርቲ እዚ በኒም ዝበሃል ኣፕሊኬሽን እዚ ትሪእዎ ዘለኹም እዩ ዳውንሎድ ምስ ገበርናዮ ልክዕ ከምዚ እዩ ዝኸፍተልና እዚኣ ክንዲ ምሳእ ንኽእል ኢና ሽግር የብሉን ልክዕ ከምዚኣ ዓይነት ገይሩ እዩ ዝኸፍተልና ትሪእዎ ኣለኹም እዚ ንመለማመዲ ዝኸውን ቪድዮ እዩ ወይ ክትሪእሉ እንታይ ከም ትሰርሕ እዚ ክትሪኦ እዩ ኦኬ ንኣብነት እዚኣ ከፊተ ከሪአኩም ኦኬ ከምዚኣ ክፍት ምስ ኣበልና ኣብዛ ላዕሊ ፕለይ ምልክት ኣላ ኣብዚኣ ሰለስተ ሓንቲ ናይ ሴቭ ሓንቲ ናይ ፕለይ ሓንቲ ከዓ ሼር ፕለይ ንብላ ኣብዚኣ ኦኬ ልክዕ ከምዚ ሕጂ ብኢድ ዝፅሕፍ ዘሎ ዝመስል ዝረኣኹሞ ልክዕ ከምኡ ዓይነት ጌርና ንሕና ክንፅሕፍ እንድሕር ደሊና ኸ እንታይ ኢና ክንገብር? እዚ ኣፕሊኬሽን እዚ ብጣዕሚ እዩ ዝሕግዝ። ብፍላይ ዩቲዩብ ቻነል እንትሰርሑ ኣብ ዝተፈላለየ ቻነላት እንትሰርሑ ኣብ ቲክቶክ ይኹን ኣብ ካልእ ኣብዚ ማሕበራዊ ሚዲያ እትሰርሑ ሰባት ብጣዕሚ ኣገዳሲ ኣፕሊኬሽን እዩ። ክሳዕ መወዳእታ ትፅን ኢልኩም ክትሰምዑኒ ትሕትና ሓተኩም ክንቅፅል ኣብዚኣ ታሕቲ ትሪእዋ ኣለኹም ፕላስ ምልክት ዘላ ኣብቲ ኣብ ፕላስ ምስ ተንከፍኩም ኣብዚ ላዕሊ ዝኾነ ሽም ሃብዋ ኣብዚ ዝኾነ ሽም ሃብዋ ኣነ ይብያ ኣለኹ ኦኬ ብድሕሪኡ ኣብዚኣ ክሬት ሙቪ ድብል ኣሎ ክሬት ሙቪ ክብላ እዩ ልክዕ ከምዚ ዓይነት ገጽ ክመጽእ ኣለዩ ኣብ ታሕቲ ትርእይዎ ኣለኹም ስቲከር ድብል ኣሎ ቴክስት ባክግራውንድ ኣሎ ሃንድ ሙዚክ ድብል ኣሎ ሕጂ ንሕና ቴክስት ክንፅሕፍ ስለ ዝደለና ናብ ቴክስት ክንኣቱ ኢና ቴክስት ክብላየ ከምዚ ክመፃሉ እዩ እዚ ምስ ማፃለ ኣብዚኣ ታይፕ ትብል ደላ ኣብኣ ንፅሕፍ

ኣብዛ ታሕቲ ኢንሰርት ንብላ ኢንሰርት ምስ በልናዮ ረኣይዎ ከምዚ ኢሉ መፂእለይ ኣሎ ሕጂ እዚ ፅሑፍ እዚ ዝተፈላለየ ዓይነት ፎንት ኣለዎ ኣብዚ ታሕቲ ብዙሕ ምልክት ትሪኡ ኣለኹም ኣብዛ ዳብል ኤ ደላ ብዓብን ብንእሽተን ኣብኣ ተንኪፍና ካብዚ ክንመርፀሉ ንኽእል ኢና እንታይ ዓይነት ፎንት ንጥቀም ወይ ከዓኒ እንታይ ዓይነት ናይ ፅሕፈትና እንታሽሙስ እንታይ ዓይነት ክኸውን ደልዮ እዚ ትሪእዎ ኣለኹም ክትንክፍ ከለኹ ይቀያየር ትሪእዎ ኣለኹም ኦኬ ግዜ ንዘይ ምብላዕ ክሃልፍ እዩ ብድሕሪኡ ናይታ ሰላም ቤተሰብ ናይዛ ቻነል ድብል ደሎ ጸሊም እዩ ደሎ ሕብሪ ቅይር ተደሊ ኣብዚ ኣርባዕተ ኣንጎሎ ጸላም ዘላ ኣብኣቱ ኣብዚኣ ራይዋ ክልተ መስመር ኣለዋ ኣብ ታሕቲ ኩሉ ከም ጸሊም ድሕር ጸኒሒኩም ክልተ መስመር ኣለዋ ኣብዛ ታሕቲ ትሪእወን ኣለኹም እዛ ላዕለወይቲ ዘላ ካብተን ተሓትወት ናብዚ ሸረር ነብላ ክሳዕ መወዳእታ ራይዎ ዝተፈላለየ ሕብሪ ሒዝልና ሕጂ ቀይሕ ክመርፅ እስኪ ሽዑ ኦኬ ይብላ እቲ ፅሑፍ ተቐይሩ ሪኢኹሞ ብዳሪኡ እዚኣ ሚእቲ ትብል ኣላ ሚእቲ ራይዎ ተኣሽሙ ብከምዚ ገይረ ከዕብዮ ክእል እየ ክሳብ ኣብቲ ዝደልዮ ተዘይኮይኑ ግን ነታ ቁፅሪ ነታ ቁፅሪ በዓላ ይትንክፋ ብድሕሪኡ ክልተ ሚእቲ ክገብር እየ ክልተ ሚእቲ ምስ በልክዎ ራይዎ ኣብዚኣ ራይት ትገብረላ ራይት ምስ በልክዎ ራይዎ ክንድምንታይ ኮይኑ ገጅፉ ብድሕሪኡ እዚ ማራ እንድሕር ገጅፍና ኣሎ በዚ ክነንእሶ ንኽእልና ከምቲ ዝበልኩኹም ክንመልሶ ንኽእልና ከምዚ ጌርና ብዳሪብ እዚኣ ራይት ኢልና ንወፅእ ራይት ንገብሮ ዳዓር ድሕር ቴክስት እዚ ባክግራውንድ እዩ ባክግራውንድ ክንቀይር ተደልና ከለር ኣብዚ መፂና ዝኾነ ዓይነት ከለር ንትንክፍ ኦኬ ንብሎ ባክግራውንድ ቀይር ንምርኣይ ክጥዕመና ግን ፃዕዳ ክንገብሮ ኢና ኣብ ማእኸል እዩ ፃዕዳ ዘሎ ፃዕዳ ተንኪፍና ኦኬ ንብሎ ፃዕዳ ኮይኑ ምናልባት ናትና ናይ ባዕልና ስእሊ ኣምጺና ኣብዚ ባክግራውንድ ክንገብር ተደሊና ግን ኣብዛ ውሽጢ እዛ ቀያሕ ትሪእዋ ኣለኹም ኣብዛ ታሕተወይቲ ቁፅሪ ሓደ ኢላ ኣብዛ ታሕቲ ዘላ ናይ ስእሊ ምልክት ዘላ ኣብኣ ንትንከፍ ኣብዚኣ ምስ ተንከፍና ካብዚ ናትና ስእልታት እዩ ባክግራውንድ ክኾነልና ዝኽእል ካብዚ ኢና ንመርፅ ኣረ ብድሕሪኡ እንታይ ዓይነት ኢድ ክፅሕፈልና ንደሊ ኣብዚ ሃንድ ኣሎ ትሪእዎ ኣለኹ ሃንድ ብል ሃንድ ካብዚ ንመርፅ ካብዘን ዘለዋ የእዳው ሓንቲ ንመርፅ ሕጂ እዛ ቀያሕ ኮይና ድላ ትሪእዎ ኣለኹም ካብ ኩለን ዝተፈለየት ቀያሕ ምድራ ንሳ እያ ተመሪፃ ዘላ ማለት እዩ እዚኣ እንተመሪፅና ከዓ ራይዋ ንሳ ቀያሕ ትኸውን ሪኹማ እታ ዝመረፅኩዋ እዚኣ እያ እዚኣ መሪፀ ኣለኹ ብድሕሪኡ እንታይ ኢና ክንገብር ዘለና ኣብዚ ሰለስተ ፅሑፍ ኣሎ ዲለይ ዱሬሽን ፖዝ ዝብል እዚ እዚ ዲለይ ድብል ኣየድልየናን ይድሓን እዚ ዱሬሽን ድብል ግን የድልየና እዩ ክንደይ ደቂቕ ወይ ክንደይ ሰከንድ ክፀንሓልና ከም ንደሊ ኣብዚኣ ሓሙሽተ ክንገብራ እስኪ ወይ ሽዱሽተ ገይረ ኣለኹ እዚኣ ፖዝ ከዓኒ ከምኣ ሓሙሽተ ክንገብራ ኣብ ክንደይ ጠጠው ክብል ከም ብድሕሪኡ እዚኣ ራይት ክንገብረላ ኢና ራይዋ ራይት ጌርና ኣብዚኣ መፂና ሕጂ ኣብዛ ላዕሊ ፕለይ ክንብላ ኢና ራይዎ ኦኬ እዚኣ ከምዚኣ ትመስል ግዜ ምንዋሕ ገለ እንድሕር ደሊኹም ግዜ ክነንውሕ ወይ ከዓ ተወሳኺ ሕጂ ካልእ ተወሳኺ ፅሑፍ ክፅሕፍ እንድሕር ደልየ ሰላም ቤተሰብ ናይዛ ቻነል ኢለ ኣለኹ ተወሳኺ ፅሑፍ ክፅሕፍ እንድሕር ደልየ ኣብዚኣ ፕላስ ምልክት ኣላ ትሪእዋ ኣለኹም ኣብዚኣ ፕላስ ገይረ ኣብዚ ይፅሕፍ ቴክስት ኣብዚ ይፅሕፍ ኣብዚ ምስ ፀሓፍኩ ዋላ ኣንቲ ተጣሽሙ የለን ይቕፅል እዩ ምስኡ ተተሓሒዙ ጠጠው ኣይብልን እዩ እቲ ተወሳኺ ጣሽሙ ይቕፅል እዩ ከምኡ እንዳገበርኩም ፕላስ ፕላስ እንዳወሰኩም ክትከዱ ትኽእሉ ኢኹም ንሕና ይተድልየናን እያ እዚኣ ክንከይድና ድሃን ኣብዚኣ ስቲከር ረኣይዋ ኣብዛ ስቲከር ክንኣቱ ኢና ላዕሊ ደላ ስቲከር ግዜ ንዘይ ምብላዕ ዕድጎ እዩ ደለኹ ኣብዚኣ ስቲከር ኣብዚ ላዓሊ ብዙሕ ተኣሽሙ ኣሎ ኣይዎ ኣብዚኣ ሓንቲ ነገር ክትፈልጥዎ ዘለኩም እዚ ኣነ ዘርእኩም ዘለኹ ተኸፊልዎ እዩ ንስኹም ዳውንሎድ ክትገብርዎ ከለኹም ቀጥታ ካብ ፕሌይ ስቶር ንድሕር ዳውንሎድ ጌርኩሞ ዝኽፈሎ እዩ እዚ እዚ ብምሉእ እዚ ሕጂ ዘርእኩም ዘለኹ ስቲከራት ብምሉኡ ዝኽፈሎ እዩ ግን ንስኹም ብነፃ ዳውንሎድ ክትገብሩ እንድሕር ደሊኹም ኣብ ታሕቲ ቴሌግራም ቻነል ሊንክ ክገድፈልኩም እየ ኣብታ ኣብ ቴሌግራም ክገድፈልኩም እየ ምክንያቱ ኣብ ዩቲዩብ ናይዚ ሊንክ ክገድፈልኩም ስለ ዘይክእል ቀጥታ ናብቲ ትምህርቲ ክንከይድ ካብ ስታት ስቕ ኢልና ዝኾነ ርኢና ካብዚ ብዙሕ እዩ ዘሎ ራይዎ ብጣዕሚ ብዙሕ እዩ ዘሎ ንሕና ግን ካብዚ ክንመርፅ ሓንቲ ክንመርፅ ኢና ሓንቲ ከሪእኩም እየ እዚኣ ክንመርፃ ኦኬ ነዚኣ መሪፅና ኣለና ኣብዚኣ ራይት ንብላ ሕጂ ራይዋ ኣብቲኣ ፕለይ ምስ በልኩዋ ይፅሐፍ ኣሎ ብድሕሪኡ እታ ስእሊ ከዓ ከምፃ እዩ ማለት እዩ ሪኹማ እዛ ስእሊ ኣብታ ቁፅሪ ክልተ ዝተንከፍክዋ ዓንተወይ ኣብኣ እያ ኣትያ ደላ ኣብኣ ኣምፅዋ ኣሎ ሳልሰይቲ ከምኣ ወሲኸ ኣብዚኣ ስቲከር ተምፅኤ ኣብዚ ክመርፅ ክእል እየ ኣብዚ ብዙሕ ኣለዎ ታሽሙ ባክ ክብሎ እየ ኣብ ናተይ ከይደ እየ ከምፅእ ኣብዚ እዛ ነፋሪት ክንመርፅ ንኽእል ኢና እዚ ከዓ ክንዕብዮ ንኽእል ኢና እዚ ትሪእዎ ኣለኹም እዚ ሳይዝ ናይዛ ነፋሪት ከነዕብዮ ንኽእል ኢና ኣብዚ ከንደይ ግዜ ክትፀንሕ ክስእሎ ከሎ ከንደይ ክፀንሕ ከም ዝኽእል ኣብዚ ዱሬሽን ዝብል ዘሎ ክነፅንሖ ንኽእል ኢና ኣብዚኣ ራይ ክንብሎ ሕጂ ፕለይ ክንብሎ ኦኬ እዚ እንድሕር ርኢና ክሳብ ኣብዚኣ ሪኢኹም ኣለኹም ንሕና ከምኡ እንዳገበርና እንዳወሰኽና እንዳወሰኽና ነዊሕ ሰዓት ክንሰርሕ ንኽእል ኢና ክንድዚ ዝደለኹም ክትሰርሕሉ ትኽእል ኢኹም ኣብዚኣ መወዳእታ ዝተረፈትና እዚኣ ሙዚክ ትብል እያ ሙዚክ ድምፂ ብሙዚቃ ክነሰንየሉ እንድሕር ደሊና ካብዚ ሙዚክ ትራክ እንድሕር ደሊና ክንመርፅ ንኽእል ኢና ወይ ብድምፅና ክንእትወሉ እንድሕር ደሊና ከዓ እዚ ቮይስ ኦቨር ድብል ደሎ ንዑ ንመርፅ ካብዚ ኩሉ እንድሕር ወዲእና ስራሕና ሴቭ ንብሎ የስ ንብሎ በቃ ራይዎ ቀጥታ ይሴቭ ዝኾነልኩም ፕሮጀክትኹም ካብዚ ክንወፅ ኢና ነለኩም ትሪእዎ ኣለኹም ኣብዚ ናሃለታ ዝሰራሕኹዋ ብምልእታ ኣብዚኣ መፅኤ ፕለይ ክብላ ከለኹ ሙሉእ ብሙሉእ ተርእየኒ ናይ ሎማዓንቲ ትምህርትና